ዕስራ ሰነ ዝረዘነት ርእሰ በዓላት ህዝቢ ኤርትራ እያ ታሪኽ ብዋናታታ ክትዝንቶ ከላ ሃብታም ቋንቋ ኣለዋ። ዋናታታ ምስ ዝበቅዋ ግን ድኽነታ መፍቶ ጨለታት እዩ። ብዙሕ ዝፈልጥ ሰብ መቸም ርእሰ ምትእምማኑ ግዲ ውሽጣዊ ርዝነት ይፈጥረሉ ኮይኑ ስቕታ እዩ ዝቐሎ። ዓሚ ከምዚ ሎሚ ዕስራ ሰነ እዩ። ኣብ ማሕበረ ኮም ኤርትራውያን ንዝኽሪ ሰማእታት ኣብ ዝተዳለወ ናይ ሽምዓ ምብራህ ኣጋጣሚ፣ ቅድሚ ሕጂ ወጺኡ ክዛረብ ርእየዮ ዘይፈልጥ ተጋዳላይ ክዛረብ ምስ ወጸ ገለ ከተንፍስ ከም ዝደለየ ንእለት ገመትኩ። ደፊረ እኳ ሓቲተዮ ዘይፈልጥ እንተኾንኩ ኣብ ምንታይ ተመዲቡ እሰርሕ ምንባሩ ኣጸቢቐ እፈልጥ እየ። ብኡ ከኣ'የ ፍሉይ ነገር ክሰምዕ ዝተሃንጠኹ። ብዙሕ ክብል ዝደለየ ብውሽጡ ግን ዝተዓግተ ኮይኑ ተሰማዓኒ። ክዛረብ ደልየዮ። ምናልባት እቲ ካልእ ሰማዒ ግን እቲ ተጋዳላይ ኣብ መዓሙቕ ሕልንኡ ዝዓቖሮ ክስማዕ ዝግብኦ ዛንታታት ግዲ ዘይገመተ ኮይኑ ከምቲ ኩሉ ልሙድ ዛንታታት እምበር ፍሉይ ኩርናዕ ክህልዎ እዩ ኢሉ ዝገመተ ኣይነበረን። ኮይኑ ከኣ ነቲ ዛንታ ጀሚርዎ እኳ እንተነበረ ዋላ ሓደ ንፍሉይነቱ ከይተረደኤ ብሕጽረት ግዜ ተደፊኡ ኣቋሪጽዎ ናብ መንበሩ ተመሊሱ ተቐመጠ። ንዓይ ግን ክውከሶ ናይ ዝሓስቦ ዝነበርኩ ዝፈራህክዎ ኣርእስቲ መስሎ ክባብ ተራሕወለይ። መዓልቱ ስለ ዝኣኸለ ከኣ ዕላለይን ዕላል ናይ ገድሊ ብጻየይን ናባኹም የብሎ ኣለኹ'ሞ ንቐደም በሉ ኣሕዋት። ተጋዳላይ ስዩም ብርሃነ ይበሃል። ስዩም ብ ሽሕን ትሽዓተ ሚእትን ሰብዓን ሸሞንተን ናብ ህዝባዊ ግንባር ሓርነት ኤርትራ ዝተሰለፈ ገዲም ተጋዳላይ እዩ። ዝበዝሐ ናይ ገድሊ ህይወቱ ኣብ ከቢድ ብረት ተዋጋኢ ሰራዊት እዩ ኣሕሊፍዎ። ካብ ሽሕን ትሽዓተ ሚእትን ሰማንያን ሸሞንተን ንድሓር ግን ናብዚ ሎሚ መዕለሊ ክኾነና ሓርየዮ ዘለኹ ኣርእስቲ ዝወሰዶ ኣብ ህዝባዊ ግንባር ሓርነት ኤርትራ ብምስጢራውነቱን ብርዝነቱን ዝተፈልጠ ዕማም እዩ ግዒዙ። ዕላልና ኣዝዩ ፍኑው ዋሕዚ ሓሳባት ዘይዓግት እዩ ነይሩ። ንመኽፈቲ ዕላል ዘቕረብኩዎ ሕቶ እምበኣር ብዛዕባ ህይወት ገድሊ፣ ከመይ ከም ዝነበረን ኣበይ ኣበይ ኣሃዱታት ከም ዝሰርሐን እዩ ነይሩ። ተጋዳላይ ስዩም ኣብ መልሱ፣ ካብ ዝተሰለፈሉ ዕለት ኣትሒዙ ዝበዝሐ ግዜኡ ኣብ ተዋጋኢ ሰራዊት ከም ዘሕለፎን ሓያሎ ካብ ማህደር ዝኽርታቱ ዘይበልሕ ላገት ከም ዝገደፈሉን እዩ ኣዕሊሉኒ። ብፍላይ ካብ ሽሕን ትሽዓተ ሚእትን ሰማንያን ሸሞንተን ንደሓር ግን ካብ ኣሃዱኡ ተሳሒቡ ናብ ክፍሊ ሰክርታርያት ኣሃዱ መዝገብ ስዉኣት እዩ ተመዲቡ። ንሱ ብዛዕባ ኣተሓሕዛ ኣሃዱ መዝገብ ስዉኣት፣ ጽፈቱ፣ ዕምቆቱ፣ ክብደቱን ምስጢራውነቱን ከዘንቱ ከሎ፣
ኣብ እንዳ ስነ ድኣ ብሓፈሽኡ ቅድሚ ናብቲ ንስዋኣት ምኻድና እንታይ ነይሩ ኣብታ ጨንፈር ምቁፅፃር ሓይሊ ሰብ ትብል ኣብ ትሕቲ ሴክሬታርያ ባዶ ሸውዓተ ትበሃል ኣካል ነይራ እዛ ባዶ ሸውዓተ እንታይ እያ እንዳ ስእሊ እያ ተጋዳላይ ክስለፍ ከሎ ኣብታ ታዕሊም ከሎ ስእሊ ይለዓሎ ካብኣ እያ እታ ፐርሶናል ፋይል ትጅምር ስእሉ ሓንቲ ኦርኒዩኪ ከኣ ትምላእ እዚኣ መበገሲት ናቱ እያ እንዳ ስእሊ ባዶ ሸውዓተ ነዚኤን ትዕቅብ ማለት እዩ ድሕሪኡ ምስ ተወደበ ኣብ ኣሃድታት ምስ ተመደበ ከዓ ኣሃታት ክቕየር ይኽእል ሓላፍነት ክውስኽ ክእል ታሪክ ካልእታት ክህልዎ ኣብ እንዳ ባዶ ትሽዓተ ትበሃል ንሳ ከዓ ኣክቲቭ ካርድስ ወይ ንጡፍ ካርድ ዝበሃል እዩ ነፍሲ ወከፍ ተጋዳላይ እንታይነቱ ናይ ሓላፍነቱ ድዩ ዛሚድ ድዩ ካልእ ድዩ ከዓ ኣብኡ ከዓ ትስነድ ባዶ ትሽዓተ ትበሃል ክሳብ ዓሰርተ ክልተ ዝኾኑ ኣባላት ዝነበርዋ እሶም ከዓ ንዕዑ ይዕቅቡ ማለት እዩ ብካርድ እዮም ንሳቶም ዝዕቅቡ ከምዛ ባጀላ ሓንቲ ፍልያ እያ ናይ ነብሲ ወከፍ ተጋዳላይ ሓንቲ ባጀላ ስለ ዝነበረቶ ንቲ ዕቃቤታት እውን ሕጂ ንሳቶም እቶም ኣክቲቭ ካርድ ዝሕዙ ናይቲ ተጋዳላይ ነብሲ ወከፍ ኣበይ ናይ ኣሃዱ ኣሎ እንታይ ንጥፈታት ነይርዎ ኣብኣ እየ ትስነድ ማለት እዩ ቅድሚ ናብታ ናይ ባዶ ሸሞንተ ወይ እንዳ ስዋኣት ምኻደ እንዳ ኮምፒውተር ከዓ ነይራትና ክልተ ዝኣበላታ ንሳ ከዓ ዳታታት ትኦርኔካት ማለት እዩ ካልእ ታሪክ ክትእክቦ ይትኽእል ኢኻ ገፊሕ እዩ እቲ ኦርኔት ናይ ተጋዳላይ ግን ይስነዶ ነይሩ እንዳ ኮምፒውተር እታ ወሳኒትን ቀንድን ምስጢራዊትን ናይ ብሓቂ እውን ብዓቕሚ ሰብ ከዓ ዝወሓደ ዝበዝሐ ስራሕ ክነሱ ከሎሲ ተኣምራታዊ ስራሕ ተኣምራታዊ ፍጻሜታት ክዕቀብ ዝግብኦ በረባዕተ ኣባላት ኣርባዕተ ሰብ እዮም ኣብኣ ተመዲቦም ዝሰርሑ ነይሮም
ኣብ ህዝባዊ ግንባር ሓርነት ኤርትራ ኩሉ ተጋዳላይ ውፉይ ኪኖ ትጽቢት ዝተገብረሉ ዝዓምም ወናኒ መትከል፣ በዓል ዕላማን ፈጻሚ ማሕላ ሰማእታቱን እዩ ነይሩ። ነዚ ደሓር ዝተመደብኩዎ ስራሕ ፍሉይ ዝገብሮ ግን ተወሳኺ ማሕላ ንምፍጻም ዘገድድ ምንባሩ እዩ። እዝከረኒ መጀመርታ ካብ ክፍለ ሰራዊት ሰብዓን ኣርባዕተን ናብዚ ኣሃዱ ምስ ተመደብኩ፣ ኣነ ነዚ ስራሕ እዚ ብቑዕ ኣይኮንኩን፣ ክኸብደኒ እዩ ኢለ ነይረ። እንተኾነ ሓለፍተይ፣ ብቑዕን ዘይብቑዕን ናትና መምዘኒታት ኣለና፣ ከም ኩሉ ኣብ ዝተመደብካዮ ትሰርሕ ምስ በሉኒ ምስ ኩሉ ስክፍታይ ኣትየዮ። ኣብዚ ኣሃዱ መጀመርታ ምስ ተመደብካ ስራሕካ ቅድሚ ምጅማርካ ዝኾነ ይኹን ምስጢር ናይ ስራሕ ከይሰሉኽ ካላሽን ተሳጊርካ ብህይወት ኢኻ ትምሕል። ድሕሪ ማሕላ ካብቶም ቅድሜኻ ኣብቲ ስራሕ ዝጸንሑ ተጋደልቲ እናተመሃርካ ዕማምካ ተሳላስል። እዛ ኣሃዱ መዝገብ ስውኣት ከም ነብሳ ዝኸኣለት ትካል ኣብ ከባቢ ሽሕን ትሽዓተ ሚእቲ ሰብዓን ትሽዓተን እያ ቆይማ። ብሓፈሻ እቲ ምቁጽጻር ዓቕሚ ሰብ ዝበሃል ሰለስተ ጨናፍር እዩ ነይርዎ። ጨንፈር ስእሊ፣ መጀመርታ ተጋዳላይ ምስ ተሰለፈ ስእሊ ዝስእልን ዝስንድን ጨንፈር። ጨንፈር ንጡፍ ዓቕሚ ሰብ፣ ንጡፍ ካርድ ኣባላት ዝሕዝ ኮይኑ ናይ ኩሉ ህሉው ተጋዳላይ ጸብጻብ ዝዕቅብ። እታ ሳልሰይቲ ከኣ እዛ ኣነ ዝተመደብኩላ ኣርባዕተ ተጋደልቲ ጥራይ ዝኣባላታ ጨንፈር መዝገብ ስዉኣት እያ ነይራ። ኦርኒክ ተጋደልቲ ጥራይ እትዕቅብ ንኡስ ጨንፈር እንዳ ኮምፒተር እውን ነይራትና እያ። ሽዑ ከምዚ ሎሚ ኣይኮነን። እተን ኮምፒተራት ካብ ኦርኒክ ዝሓልፍ ካልእ ተወሳኺ ፍጻሜታት ክዕቅባ ኣይክእላን እየን ነይረን። ምስ ጻዕቂ ስራሕ ብምዝማድ ቁጽሪ ኣባላት መዝገብ ስዉኣት ክውስኽ ይሕተት እኳ እንተነበረ፣ ላዕለዋይ መሪሕነት ናይቲ ውድብ ግን ካብኡ ንላዕሊ ከም ዘየድሊ ወሲኑ እዩ። ኣነ ናብዚ ኣሃዱ ዝተመደብኩሉ ምኽንያት እውን ሓደ ካብቶም ኣርባዕተ ኣባላት ብኣድላዪ ስራሕ ምስ ተቐየረ ከም መተካእታ እየ ኣትየ። ህዝባዊ ግንባር ሓርነት ኤርትራ ካብ ብዙሓት ሓርነታውያን ምንቅስቓሳት ፍሉይ ዝገብሮ ናይ ደባይ ተዋጋኢ ውድብ ጥራይ ኣይነበረን። ቀወምቲ ናይ ምክልኻል ግንባራት ድሕሪ ምቛም ኣብ ሳሕል ደጀን መስሪቱ ንኹሉ መንግስታዊ ቅርጺ ዘማልኣ ትካላት ብምቛም ኣብ ርእሰ ምርኮሳ ዝተመርኮሰ ጽፉፍን ውዱብን ስራሕ ዝፈጠረ ዓርሞሸሽ ውድብ እዩ። ነዚ ዘተግብሩ ከኣ ትእዛዝ ዘይጽበዩ ኪኖ ዝሕተትዎ ዝዓሙ በላሕቲ ውፍያትን ምሁራትን ተጋደልቲ ነይሮሞ እዮም። ንኣብነት ኣብ ሕክምና እንተዘከርና ንሓደ ተጋዳላይ ልዕሊ ዓሰርተ ግዜ ተወጊኡ ዘሕውይዎ በላሕቲ ከየዕረፉ ዝሰርሑ ውፍያት ሓካይም ስለ ዝነበርዎ ተጋዳላይ እናተመላለሰ ክንዲ ዓሰርተ ሰብ ይዋጋእ ነይሩ ማለት እዩ። ኣብ ትምህርቲ፣ ህዝባዊ ምምሕዳራት፣ ክፍለ ስርሓት፣ ራሕባ፣ ቁጠባ፣ ፋይናንስ፣ ክፍሊ ኤለትሮኒክስ፣ ጋራጃት፣ መጓዓዝያን ወዘተ ነብስኻ ንምኽኣል ዝነበረ ተወፋይነት ተባላሓትነትን መዳርግቲ ይነበሮን። እቲ ዘገርም ከኣ ዝበዝሐ ናይ ደጀን ስርሓት ብስንኩላት ኲናት እዩ ዝካየድ ነይሩ። ንኣብነት ኣብ መዝገብ ስውኣት እንጥቀመሉ ዝነበርና ከብሕታት ኣብ ራሕባ ዝተሰርሖ እዩ ነይሩ፣ ብጽፈቱን ድልዳሊኡን ተወዳዳሪ ኣይነበሮን። ኩላ ነብስኻ ምኽኣል እያ ነይራ። ብዓቢኡ ናይ ስነ ቀመም ምሁራዊ ዓቕሚ ዝሓትት መድሃኒት እኳ ኣብ ሜዳ ዝፈሪ ዝነበረ ብዙሕ ተኣምራት እዩ እኳ ተራእዩ። ስለዚ ናትና ስራሕ ካብቲ ካልእ ዝዓቢ ኣይነበረን። ስራሕ መዝገብ ስዉኣት ፍሉይ ዝገብሮ ኮይኑ ዝስምዓኒ ግን እቲ ስራሕ ኣብ መዓልታዊ ህይወትካ ከም ሰብ ወዲ ኣዳም ኣብ ኣእምሮኻ ዝፈጥሮ ጸቕጢ ኪኖቲ ንቡር ናይ ተጋዳላይ ዕማምካ ዝኸይድ ፍሉይ ቃንዛ ስለ ዝነበሮ እዩ። ሕሰቦ'ሞ ነፍሲ ወከፍ መዓልቲ ንትሽዓተ ሰዓታት ብዘይ ዕርፍቲ ገለ ኣዝዩ ዘሕዝን ብዝሒ ዓይነት መስዋእቲ ገሊኡ ዘሕብን ጅግንነት፣ ገሊኡ ከኣ ንተጻዋርነትካ ዝፈታተን ናይ ኣዚኻ ተፍቅሮም መጋድልትኻ ዝነበሩ፣ ትፈልጦም፣ ብዓይኒ ጋንታ ዝምሰሉ ጀጋኑ መስዋእቶም ክትስንድ ከለኻ ንውሽጢ ዝወሓጥ እምበር ንደገ ዝትፋእ እኳ የብልካን። ሕልናኻን ስጋኻን በበይኑ እዩ ዝግማዕ። ነዚ ኩሉ ኣብ ውሽጥኻ ዓቚርካ ብኸመይ ተስተንፍስ? ንብዓት ግዳም እኳ ሓላል እዩ ንብዓት ልቢ ግን ከቢድ እዩ። ክገርመካ እዝከረኒ ሓደ እዋን ዓቕለይ ምስ ጸበበኒ ኣብ ሓደ ብሕቱው ቦታ ከይደ በይነይ ከም ቆልዓ በኽየ። ምኽንያቱ ከስተንፍስ ደልየ። ክሳብ ሕጂ ዘይወጸለይ ተዘክሮታት እኳ ኣሎ። ከምዚ ኣብዚ ኣሜሪካ ፖስት ትሮማቲክ ሲንድሮም ዝብልዎ ሓድሓደ ግዜ ለይቲ ኣብ ድቃሰይ ጽኑሕ ዘኪረ ሃተፍተፍ ኣብ ዝብለሉ ደቀይ ወይ በዓልቲ ቤተይ ዘበራብሩኒ ግዝያት እኳ ኣሎ። ዋላ ብሂወት እንተተረፍና ምስ በሰላና እኳ ኢና ብሓቂ ክብለካ እቲ ስራሕ ኣዝዩ ፈታኒ እዩ ነይሩ ኣነ ብኣካል ስለ ዝተሳተፍክዎ ዘይኮነ እቲ ስራሕ ጽፈቱን ስርዓት ኣተሓሕዝኡን ኣዝዩ ዝነኣድ እዩ ነይሩ እቲ መዝገብ ካብቲ እቲ ውድብ ዝተመስረተሉ ሽሕን ትሽዓተ ሚእትን ሰብዓን እዩ ዝጅምር ፋይላት ስውኣት ተጋደልቲ ኣብ ከብሕታት ብፊደላዊ መስርዕ ብግቡእ እዩ ዝስራዕ ነይሩ እዝከረና ኣብ ፋይላትና ቀዳመይቲ ስም ሂወት ትብል እያ ነይራ። እዚ ከኣ ከም ኩሉ ዘበናዊ ኣታሕዛ መዝገብ መወከሲ ምስ ዘድሊ ብቀሊሉ ንምርካቡ ይሕግዝ ነይሩ። ኣብቲ ብውሕልነት ዝተሃንጸ ኣዝዩ ዓቢ ኣደራሽ ትሕተ ምድሪ ኩሉ ከብሕታትና ብዝግባእ በብዓመተ ምህረቱ ዝተሰርዐ እዩ ነይሩ። ንኣብነት ናይ ሽሕን ትሽዓተ ሚእትን ሰብዓን ሓንቲ ከብሒ ጥራይ ነይራትና። ብፍላይ ካብ ሽሕን ትሽዓተ ሚእትን ሰብዓን ሸውዓተን ሰብዓን ሸሞንተን ምሕራር ከተማታትን ስትራተጂካዊ ምዝላቕን ግን ቁጽሪ ስውኣት ስለ ዝነሃረ ሓያሎ ከብሕታት ነይሩና። ካብኡ ንደሓር ዝቐጸለ ወራራትን ተበግሶ ወገንን ክሳብ ዕለተ ናጽነት ሽሕን ትሽዓተ ሚእትን ተስዓን ሓደን ብደረጃ ዓለም ዝተቓልሑ ከበድቲ ውግኣት ተኻይዶም እዮም። ንኹሉ ዝሓቁፍ ኣዝዩ ብዙሕ ከብሕታት ብጽፈት ዝተሰርዐ ነይሩና። ክገርመካ ናጽነት ኮይኑ ነዚ ፋይላት ናብ ኣስመራ ክነጉዕዞ ከለና ክሳብ ዕስራ ዓበይቲ መካይን ወይ በጣሓት እየን ተጻዒነን ኣትየን። እዚ ክሳብ ክንደይ ዝኣክል ብዝሒ ፋይላት ከም ዝነበረና ንጹር ስእሊ ክህብ ይኽእል እዩ። መዝገብ ስዉእ ክበሃል ከሎ እቲ መባእታዊ ካብ ሓደ ገጽ ዘይሓልፍ መግለጺ እንታይነት ነፍሲ ወከፍ ሰብ ዝኾነ ኦርኒክ ጥራይ ኣይኮነን። ትሕዝቶ ፋይላት ስዉኣትና ኣዝዩ ሰፊሕ እዩ ነይሩ። ኣብ ናይ ነፍሲ ወከፍ ስዉእ ውልቀ ፋይል ብዘይካ ኦርኒክን ስእሊ ስዉእን ኩሉ'ቲ ክሳብ ዕለተ መስዋእቱ ኣብ ጉዕዞ ገድሉ ዝሓለፎ ውረድ ደይብን ክሳብ ዕለተ መስዋእቱ ዝተሳተፎ ውግኣትን ዝፈጸሞ ጅግንነትን ስኑድ እዩ። ዋላኳ ከከም ዘጋጠመ ውልቀ ፍጻሜታት ዓቐንን ትሕዝቶን ካብ ፋይል ናብ ፋይል ዝፈላለ እንተኾነ ነፍሲ ወከፍ ፋይል ነፍሱ ዝኸኣለ መጽሓፍ እዩ። በዚ መሰረት ነቶም ልዕሊ ሱሳን ሓሙሽተን ሽሕ ስዉኣት ሓርነታዊ ቃልሲ ኣብ እንዝክረሉ ልዕሊ ሱሳን ሓሙሽተን ሽሕ ዝግመት መጽሓፍቲ ከም ዘለና ክንርዳእ ይግባእ። ጸብጻባት ካብታ ዝተሓተት መስርዕ ናብቲ ኣብ መወዳእታ ዝነበረ ኣወዳድባ ዝለዓለ ኮር ይጥርነፍ። ሽዑ ኣርባዕተ ኮራት እየን ነይረናና። ኣብዚ ሰንሰለታዊ ምስግጋር ነፍሲ ወከፍ ሰብ ናይቲ ዝምልከቶ ጸብጻብ ጥራይ እዩ ዝፈልጥ። ኣብ ኮር ምስ በጽሐ እውን እቶም ናይ ኮራት ነናቶም ጥራይ እዮም ዝፈልጡ። ናብኣቶም እውን እቲ ጸብጻብ ብኮዳት ስለ ዝሓልፍ ዝቕላዕ ምስጢር የለን። ዝተሰወኤ ይኹን ሃለዋቱ ዘይተፈልጠ ወይ ብኻልእ ምኽንያት ዝጎደለ ዓቕሚ ሰብ ጸብጻቡ ብኮዳት እዩ ዝሓልፍ። ጥብቅ ምስጢር ዝብሃል ኣሎ ናይ ጥብቅ ጥብቅ ምስጢር ዝብሃል ከኣ ኣሎ ብዝኮነ ሕጂ ክትገልጾ ኣሸጋሪ እዩ ዕምቆትን ስፍሓትን ናይቲ ዝመሓላለፍ ዝነበረ ጸብጻብ መረድኢ መታን ክኮነና ኣብ ተዋጋኢ ሰራዊት ከለኩ ዝፈልጦ ወይ ብኣካል ዝተሳተፍክዎ ፍጻሜታት ኣብ መዝገብ ስውኣት ከምዘለዎ ተሰኒዱ ዝጸንሓኒ ሓደ ክልተ ወይ ሰለስተ ፍጻሜታት ከዕልለካ ኢሉኒ እስከ ነዘን ካብ ባሕሪ ብጭልፋ ዝኾና ፍጻሜታት ካብ ቃላት ስዩም ንስምዓየን።
ነየናይ ትጅምሮ ነየናይ ትዛረቦ ብዙሕ እዩ ግን ገለገለ ካብቲ ዝዝክሮ ኣነ ሰብዓን ሸሞንተ ምስ ተሰለፍኩ ሰብዓን ትሽዓተን ተበግሶ ናይ ናቕፋ ታሕሳስ ክልተ ተበግሶ ናይ ናቕፋ ወሲድና ኣፍዓበት ገምገም ኣፍዓበት ኣብፅሒናዮ ንፀላኢ ሕጂ ኣብቲ ምርብራብ ዳርጋ ናይ ክልተ ሰሙን ወሲድልና እዛ የተሓልበብ ዝብልዋ በራሕ ቦታ ኣላ ሽመራ ኣድግ ብልዋ በቶም ትግረ ንሳ ረብሪባትና ነራ ግን መወዳእታ ብናሮ ኣትዮም ፍሉይ ኣሃዱና ሃና እታ ዕለታት ምስ ገበርዎ ተጋደልትና ምስ ኣበልዎ ኣብ ኩብኩብ ኣብኡ ዓሪድና ኖ ቅድሚ ኩብኩብ እዚ ጠፊኣትነታዊ እታ ክዝክራ እየ ኣብኣ ንዕርድ ኣብኣ ዓሪድና ሕጂ ምግብና ክነምፅእ ኣነን ገብረ ሚካኤል ዝብሎ ብፃይ ምግብና ክነምፅእ ንለኣኽ ኣብኡ ሕጂ ናይ ምግብና ቦጥ መኻይን ከምፃእ ከለዋ መብራህቲ ጥፍኤን እየን ዝመፃ ምክንያቱ ደብዳብ ናይ ጸላኤ ማሕ እንድሕር ኣቢለን ክብል ስለ ዝኽእል ሕጂ ክሳብታ መኪና ናይ ምግብና ትመጽእ ናተይ ነጸላ ኣንጺፍናያ ናቱ ነጸላ ተኸዲንያ ብጎቦ ኮይና ናይተን ሓይልታት ከዓ ነይረን ኩለን ንጽበ ነይርና እንዳተጽበና ከለና ናይ ማይ ማይ ሒዛ ትመጽእ ቦጥ ኣውቲስታ ሓድሽ እዩ መገዲ ጠፊኣቶ ናብ ህጉም ኣትዩ ማሕ ሓቢሉ መብራህቲ መኪና ናይ ሻዕብያ ሜፅያ ኢሎም ፋሉል ኣርባዓ ዝኣፉ ብምሉኡ ሰዲድልና ሕጂ ዝገርመካ ገሊኡ ፀፀር ቦታታት ነይሩ ገሊኡ ሓመድ ዝመልኦ ነይሩ ካብቲ ስኮጀታት እቲ ደረና ከፊእልና ሕጂ እንታይ ኢኻ ክትገብር ሓደ መራሕ ገንታ ናይ ሓምሳን ሸሞንተ ነይሩ ተስእ ኣልግሱ ፋሕ በሉ ፋሕ በሉ ኢልና ህጉም ርኽብ ኣቢልና ኣነ ብድድ ኢለ ናብቲ ሃጉም ከይደ ድሓር ምስ ዝሓለ በሉ በብጻይኩም ረኣዩ ምሳኹም ዘለዎ ምስ በሉና ናብታ ደቂስናላ ዝነበርና ምስ ከድኩ ኣብኣ ደቂሱ ክሳድ ዘይብሉ ጸኒሕኒ ካብ ክሳድ ኣርባዕተ ሓሙሽተ ሜትሮ ኸውን ርሒቓ ረኺብና ኣሬና ቀቢርና እያ ሕጂ እገርመካ እዩ መስዋእቲ ብኣካል ርኢኻዮ ምሳኻ ዝነበረ ጉዝም እናተበልካ ትዕልሎ ዝነበርካ በፅሒ መንእሰይ ሓር ከይደ ካብ ሓንጎለይ ስለብል ታሽም ርኤ ኣሃዱ እውን ስለ ዝፈልጥ ከይደ ኣብቲ እንዳ ስነዳ ምስ ኣተኹ ረኺበያ ብዙሕ ትዝታታት ገይርለይ ወዲ ኣህደ ዝትብል ዘለኹ እምበር ካልእ እውን ኣሎ ብዙሕ ካልኣይቲ ሰማንያ ሰለስተ ናብ ግንባር ሓልሓል ሕማቕ ኩናት እዩ ነይሩ እዚ 18 ተራራዊ ክፍለ ሰራዊት ዝበሃል ማእለያ ዝብሉ ክሳብ ልዕሊ 20 ሽሕ ዝኸውን ዓቕሚ እዩ ነይሩ ወሱ በቃ ይዕሪፊ ይፀንሕ ካልኦት ኣሃታት ምስ ኣደኸማሉ እዩ ዝኣትወካ ታባ ጨጓር ዝብልዎ ኣሎ ኣብኡ ኣብቲ ድፋዕ ዘይብሉ ቦታ ኣብ መንጎ ሓልሓልን ኣብ መንጎ ኣርባዓን ሰባን ዘሎ ጎቦታት እዩ ብኡ መጺእና ዓቕሚ ሰራዊት ከዓ ዝበዝሑ ወደ ገባ ወዲ ሸቃ ወዲ ፖሊስ ዝበሃሉ ተጋሩን ወደ ገባ ኤርትራውያን እዮም ገሊኦም ቦታ ዝፈልጡ ገሊኦም ከዓ እቲ ቋንቋና ከዓ ታእለታት ዝብሉ ማለት እዩ ሕጂ ምርብራብ ኮይኑ ኣብ ሰጣሕ ጎልጎል ነፈርቲ ኣለዋ ገለ ኣለዋ ሕጂ ኣነ ብትውዕሎ ነይረ ኣብኡ ዝተፈፀመ ፍፃሜ ግን ስለ ዝነበርክዎ ኣብ እንዳ ስነዳ መስዋእቲ ምስ ኣተኹ ናይ ብርጌድ ዕስራን ሰለስተን እዩ ተጋዳላይ ክልተ እግሩ ተቆሪፁ ሕጂ ገባር ካብ በዓል መን ትብሎ እዛ ናይ ኣስማጥ ቦታ ኣላ ሕክምና ነይርና ኣብቲ ኣስማጥ ገባር እቶም ክፍሊ ህዝቢ ኣራርዮም ንውግኣት ክስከሙ ምፅልና ስለ ዝነበሩ ነዚ ውጉእ ሕጂ ካብቶም ሓይልታት ተሓራፍቲ ታሪክ እዩ ዝረኽቦ እቲ ኩናት ግን ኣነ ነይረ ሕማቅ ኩናት ከም ዝነበረ ስለ ዝነበርኩዎ ግን ሕጂ ምስ ረኣኽዎ እቲ ታሪኽ ኣብኡ እውን ውዒለሉ ስለ ዝነበርኩ ብዙሕ ትዝታታት ፈጢሩለይ ክልተ እግሩ ተወጊኡ ቶርኒከይት ኣሲሮም ደም ከይፈስስ ነቲ ተቆርፀ እግሪ ፋቻ ይኣኽሎን እዩ ብነፀላ ጌርካ እዩ ተሸፊኑ ብልዲን እንተ ድሒኑ ማለት እዩ ሰለስተ ገባር ክልተ ተጋደልቲ እቲ ሓደ ተጋዳላይ ኣርባዕ ነታ በሬላስ ኣርባዕተ እዮም ስከምዋ ሕጂ ብሓደ ቁርናዕ ኣሎ ተጋዳላይ ሓደ ተጋዳላይ ከዓ ተዓፃፊት ክላሽን መሰናይ ተሓሒዙ ኮለይ እዮም ነይሮም እቶም እቲ ሓደ ተጋዳላይ እቲ ሓደ ግን ምስ ዕመሉ ዕጥቂኡ እንዳኸዱ ከለዉ ሕጂ ኣብ ፀልማት ይኹን ኣብ ቀድሪ እቲ ቦታ ሰንሰለት ስለ ዘይተሓሓዝ ኣታ ወፃእ ስለ ዝነበሮ ስለያ መሊቆና ፀላኢ ሕጂ ዝበዝሕ ከኣ ውግኣትካ ብቐትሪ ክትሰዳ ኣይትኽእልን ኢኻ፣ ነፈርቲ እውን ኣለዋኻ። ጽምት ክብል ከሎ ወይ ዓራርቦ ገለ ኣኻ ተፋኑ። ሕጂ ኣጸቢቑ ይጸልመተን ነይሩ እንዳኸዱ ከለዉ ስለያ ሙሊቖን ርእየንኦም ተኲሰን ነዚ ኮለይ ተጋዳላይን ነቶም ክልተ ገባር ኣውዲቕኖም ሕጂ እቲ ተዓጻፊ ክላሽን ዘሎ ተጋዳላይ በጢሉ መልሲ ምልስ ሕጂ ሕሰብ ተጋዳላይ ወዲቑ እዩ እተን ክልተ ገባር ወዲቑም እዮም መን ተሪፉ ዘሎ ሓደ ገባር ተሪፉ ኣሎ ምስቲ ክላሽን ሒዙ ዘሎ ነዚ እቲ ሓደ ገባር ስሒቡ ቁርብ በዓቲ ዝነበራ ከምዚ እምኒ ዝነበራ ስሒቡ ነቲ ውጉእ እታቶም ተሰዊኦም ስሒቡ ናብታ በዓቲ ቅሪብዎ ተጋዳላይ ከዓ በታ ካላሽኑ ገይሩ እንዳተዋግኤ እንዳተዋግኤ ኣብ መወዳእታ ጥይቱ ወዲኡ ዝተገደለ ኣብ ፀብፃብ ዝረኸብዎ እዩ እቲ እግሩ ተቆርፀ ተገደለ ይውን ኣሎ ብሂወት ቡምባ ናይቲ ተሰውኦ ተገደላይ ነይረንኦ ደርቢ እዩ ወዲኡ ሓንቲ ቡምባ ናቱ ተሪፋቶ እንታይ ክገብር እዩ ክሃድም ኣይኮነን ነቲ ገባር ግን ህደም ኢልዎ ኣውፅዎ ኪድ ስኻ ውፃእ ኢልዎ ኣውፅእዎ ንሱ ምስ እግሩ ተቆርፀ እቶም ገባር ክልተ ነቲ ተጋዳላይ ናቅዲኦም ተሰዊኦም እዮም ምስቲ ክልቲኡ እግሩ ተቆርፀ ነቲ ሓንቲ ጉንባ ካብዚ ሕዛና ኢሉ ተሰዊ ምስ ገባር ከይዱ ንክፍለ ህዝቢ ሓቢሩ ኩላታ ታሪክ ሓቢርዎም እታ ጸብጻብ መጽያ እሳተን ኣያተወኦምን ኣብ መንጎ ምጽልማት ኮይና ተመሊሰን ሬሶኦምን ገለናዮ ድሓር ብፆት ከይዶም ቀቢሮሞም ሕጂ ንነብስኻ ከተውፅእ እንድሕር ደሊኻ ቀላል እያ ክላሽን ዓጢቕ ኣሎ እንዳተተኸሰ መሃደመ ከመይ ገይሩ ውፅእ ውጉእ ብፃዮ ክገድፍ ብሂወቱ ተጋዳላይ እውን ክማረኽ ኣይደልን እዩ እቲኦም ተሰውኡ ተሰዊኦም እዮም ዋላ ሓንቲ እንተ ክገብርሉ እዮም ኣይበለን ምስቶም ስዋኣት ግን ነቲ ውጉእ ብጻይን ንነብሱን የሕሊፍዋ ተሰዊኡ ሕጂ ሰማንያን ሰለስተን ብሓልሓል ጥሒሱ ናይ መጀመርያ ግንባር ክቆውም ከሎ እዚ ዓሰርተ ሸሞንተ ክፍለ ሰራዊት ምስ መፀ እንዳ ሰላሳን ሓደን እያ ሓንቲ ሓይሊ ነይራ እዚ ሙሉእ ክፍለ ሰራዊት ኣፃኒሓቶ ግን ዕስራ ኣይኮነን ጸኒሖም ናብ ውግኣትን ስዋኣትን ኮይኖም ዝሓይሊ ንሕና ካብ ሳሕል ኢና መጺና ሰሜና ቁራ ሳሕል ሓንቲ ጋንታ ናይ ከቢድ ብረት ከምቲ ሓይልታት እውን ብሬን ኣርፒጂ ዝዓጠቕና ኣይኮና ከቢድ ብረትና ውዲቕና ከላሽን ኢና ሒዝና ኣቲና ሕጂ ምስከና ኣብዛ ናይ በለካ ንኣቱ ኳሕኳሕ ኣቢሎመን ጸኒሖምና ኳሕኳሕ ኣቢልና ኣለን ሓድሽ ሓይሊ ስለ ዝኾነ ይሃድማልና እተሰው ብፆትና ንረክብ እታ ካብ ዓይነይ ዘይተልግስ ሕጂ እዛ ጓል ተሰውያ እያ ንክትዛረበሉ ዝሕፍር እዩ ከመይ ዝበለት ጎበዝ ተጋዳሊት እያ ጋምባላ ዓጢቓ ብውግእታ ድዮም ረኺቦማ ደሓር ቀቲሎማ እንድዒ ክዳውንታ ኣውፂኦም ስጋብ ርክብ ገይሮም ምሳኣ ትረዲኻ ኣለኻ ብቕልዕታ ፀኒሓትና ጠጠበል ኣይመፀካን እዩ ተረዲኸኒ ሕነ ክትፈዲ ጥራይ ዘይኮነ ሲ ጠጠው ንክትብል እውን ንዓዓ ምስ ረኣኻያ ብፅኢትኻ ጅግና ተረዲኻ ኣለኻ ሰጥሰጥ ተብሎም ዝነበረት እኮ እያ ሕጂ ውግእቲ እንድሕር ኮይና ድሌቶም ፈጺሞም ቀቲሎማ ኣለዉ ስውእቲ እንድሕር ኮይና እውን ልክዕ ከምኡ ኮይኑ ክዳን ኣውፂኢኻ ሕሰብ ንህይወት ዘይብሉ ታዕሎታት ሓዚና ከዲና ቀቢርና ተረዲኸኒ ሕጂ ኣብ ሜዳ መስዋእቲ ናይ ተጋደልትና ማለየ ዘይብሉ ፍጻሜታት እዩ ዘጓንፍ ድሕሪ ናጽነት ኣስማት ስውኣት ክንበብ ከሎ ናይ ተጋደልቲ ህዝባዊ ግንባር ሓርነት ኤርትራ ዝነበሩ ጥራይ ዘይኮነ፣ ኣስማት ስውኣት ተጋደልቲ ተጋድሎ ሓርነት ኤርትራውን ተነቢቡን ወረቐት ሓርበኛን ተዓዲሉ'ዩ። እዚ ሰነዳት'ዚ ብኸመይ ክእከብ ክኢሉ ዝብል ሕቶ'ውን ሓቲተዮ ነይረ። ስዩም ኣብ መልሱ፣ እወ ልክዕ ኣለኻ። እቲ መዝገብ ብዝተፈላለየ መንገዲ እዩ ተጠርኒፉ። ካብ ኲናት ሓድሕድ ኣትሒዙ፣ ድሕሪኡ'ውን ካብቶም ንሜዳ ዝሳጎሙ ተጋደልቲ ዝተኣከቡ ሰነዳት ነይሮም። ድሕሪ ናጽነት ከኣ ኣብ ሱዳን ዝነበራ ንኣሽቱ ውድባት፣ እንተላይ ገዳይም መራሕቲ ሰውራ ዝርከብዎም ተጋደልቲ ተጋድሎ ሓርነት ኤርትራ ነበር፣ ንሃገራዊ ሓድነትን ዳግመ ህንጻን ብዝተገብረሎም ጻውዒት ናብ ኤርትራ ምስ ኣተዉ፣ ዝነበሮም ሓበሬታ ኣቕሪቦም እዮም። ነፍሲ ወከፍ ስዉእ ተጋዳላይ ተጋድሎ ሓርነት ኤርትራ ምንጩ ብዘየገድስ ክስነድ እዩ ጸኒሑ። ምንጋር ስዉኣት ምስ ኮነ ከኣ ማዕረ ከም ተጋዳላይ ህዝባዊ ግንባር ሓርነት ኤርትራ ወረቐት ሓርበኛ ተዋሂቦም። ይብዝሓ ይውሓዳ እተን ዝወሃባ ዝነበራ ናይ ደበስ ገንዘብ እውን ንስድርኦም ይኹን ደቆም ብማዕረ ከም ዝባጻሓ እዩ ተገይሩ። ምኽንያቱ ዋላ እኳ እቲ ዘይተደለየ ኲናት ሓድሕድ ብዝተፈላለየ ምኽንያት እንተሰዓበ፣ ኩሉ ተጋዳላይ ኣብ ዝኾነ ውድብ ይሰለፍ ንናጽነት እዩ እኳ ወፊሩ። ጸቢብ ኣተሓሳስባ ዘለዎ ሓይሊ ምናልባት ኣባላቱ ጥራይ ምተገደሰ። ራኢ ህዝባዊ ግንባር ሓርነት ኤርትራ ግን መሰረት ዝገበረ ኪኖ ጽልኢ ዘሎ ሰላምን ምዕባለን ዘማዕዱ እዩ ነይሩ። ስዩም ዕላልና ኣብ ምጥቕላል ገጽና ኢና እሞ እስከ ዕስራ ሰነ መዓልቲ ስውኣት ክትከውን ብኸመይ ከም ዝተመርጸት ዘለካ ኣፍልጦ ኣካፍለኒ ኢለዮ። ዕስራ ሰነ ዕለተ ሰማእታት ኤርትራ ብቐሊል ዝተሓረየት ዕለት ኮይኑ ዝስምዖ ኣይሰኣንን እዩ። ንዓይ ግን ዕስራ ሰነ እታ ዝረዘነት ርእሰ በዓላት ህዝቢ ኤርትራ እያ። ምናልባት ብድሕሪኡ ነታ ውላድ ዕስራ ሰነ ዝኾነት መዓልቲ ናጽነት ከተብዕል ትኽእል ኢኻ። ቅድሚዚ ግን ቁሩብ ከም ድሕረ ባይታ ክኾነና ንእሽቶ ብዛዕባ ሻድሻይ ወራር መዘኻኸሪ ክገብር። ብምባል ንኻልእ ስርሑ ዝሓዞ ዝመሰለኒ ብጽፈት ዝተታሕዘ ኣብ ሜዳ ዝሰነዶ መዝገብ ገንጸለ። ብድሙቕ ቀይሕ ሕብሪ ወፍሪ ቀይሕ ኮኾብ ዝብል ኣርእስቲ ዘለዎ እዩ። ነዚ እናተወከሰ ከኣ ብዛዕባ ሻድሻይ ወራር ከዘንትወለይ ጀመረ። ወፍሪ ቀይሕ ኮኾብ ወይ የቀይ ኮኮብ ዘመቻ ናይ ጸላኢ ኣጸዋውዓ እዩ። ንሕና ከኣ ሻድሻይ ወራር ኢና ንብሎ። ህዝባዊ ግንባር ሓርነት ኤርትራ ካብ ዝውለተ ኣትሒዙ ብዙሕ ናይ ህላወ ፈተነታት እኳ እንተኣጋጠሞ፣ ከም ሻድሻይ ወራር ዝበለ ፈታኒ ብድሆ ግን ኣየጋጠሞን። ስርዓት ደርግ ሰውራ ኤርትራ ሓንሳብን ንሓዋሩን ንምድምሳስ ካብ ምድላዋቱ ጀሚሩ ዓው ኢሉ ብኣዋጅ ብርኣዩለይ ስምዑለይ ስነ-ኣእምራዊ ኲናት እዩ ጀሚርዎ። እቲ ወራር መብዛሕትኣን እተን ሽዑ ምብራቓዊ ደምበ ወይ ከም ማሕበርነታውያን ዝፍለጣ ዝነበራ ኣብ ትሕቲ ጽላል ናይ ሽዑ ሕብረት ሶቬት ዝተጠርነፋ ሃገራት ዝተሳተፍኦ እዩ ነይሩ። ሕብረት ሶቬት፣ ምብራቕ ጀርመን፣ ኲባ፣ ናይ ሽዑ ደቡብ የመን ወይ ዓደን፣ ከምኡ'ውን ሊብያ፣ ብሽርክነት ዝተሳተፈኦ ኣዝዩ ሓደገኛ ናይ ከበባ መጥቃዕቲ እዩ ነይሩ። እዝከረኒ ሽዑ ቀዛፊ ምስ ስርዓት ደርግ ወጊኑ ምሉእ ናይ ነዳዲ ወጻኢታት ናይቲ ወራር ሸፊኑ እዩ። የመናውያን ዓለምቲ ኮይኖም ኣትዮም። ኲባውያን ክሳብ መራሕቲ ታንክታት ኮይኖም ተሳቲፎም። ናይ ሽዑ ሕብረት ሶቬት ብዓባያ ከኣ ኣብ ርእሲ'ቲ ንኢትዮጵያ ዝለገሰቶ ብዓለም ዝተወገዘ መርዛም ጋዝን ማእለያ ዘይብለን ታንክታትን ከበድቲ መዳፍዕን ጀነራላታ ኣዋፊራ ኩሉ ናይ ሳትላይት ጸብለልትነት ዘጠቓለለ ሓበሬታ ንደርግ መጢዋትሉ። ኲናት ቅድሚ ምጅማሩ ኩሉ መስመራትና ንምዕጋት ኣብ ከበባ ንምእታውናን ብወገን ሱዳን ዝነበረ እንኮ መስመር'ውን ምሉእ ብምሉእ ከም ዝዕጾ ተገይሩ። እዚ ዝጠቕሶ ዘለኹ ኩሉ ግዳማዊ ጥራይ እዩ ነይሩ። ኣሰላልፋ ሰራዊት ደርግ ወይ ኢትዮጵያ ምስ እንምልከት ከኣ ምናልባት ካልእ ግዜ ንበይኑ ብደቂቕ ክግለጽ ይከኣል እዩ። ብሓጺሩ ግን ኣብ ርእሲ'ቲ ዝጸንሐ ግንባራት ሰሜናዊ ሳሕልን ናቕፋን ብባርካ ሓድሽ ግንባር ብምኽፋት ካብ ጫፍ ቃሩራ ክሳብ ከሰላ ዝዝርጋሕ ናይ ከበባ ሓጹር ተሓንጺጹ። ዓቕሚ ጸላኢ ኣርባዕተ ናደው መብረቅ ውቃው ከምኡ ከኣ ተቐያሪ ሓይሊ መክት እዝ ዝተባህላ ግብረ ሃይል ኢሉ ዝፅወዐን ኮራት ዘሰለፈ ተደራቢ ሓይሊ ኣየር ሜከናይዝድ ክፍለ ጦራት ከምኡ ውን ተራራ ኢሉ ዝሰምየን ፍሉይ ናይ ኮማንዶ ሓይሊ ዝጥቀሳ ክፍለ ጦራት ዓሰርተ ሸሞንተ፣ ዕስራን ሓደን፣ ዕስራን ሸውዓተን ወዘተ ነይረን። ኣብዚ ብድምር ልዕሊ ሚእትን ዕስራን ሽሕ ሰራዊት ኢትዮጵያ ከቲቱ ነይሩ። ብወገን ህዝባዊ ግንባር ሓርነት ኤርትራ ዝነበረ ዓቕሚ ሰብ ምስ ንምልከት ከኣ፣ እተን ሽዑ ብዝለዓለ ደረጃ ተወዲበን ዝነበራ ብርጌዳት መብዛሕትና ተጋደልቲ ንዝክረን ኢና። ብርጌድ ኣርባዕተ፣ ዕስራን ሰለስተን፣ ሰላሳን ሓደን፣ ኣርብዓን ኣርባዕተን፣ ሓምሳን ሓደን፣ ሓምሳን ሸሞንተን፣ ሰብዓ፣ ሰብዓን ሸውዓተን፣ ኣጋር ከቢድ ብረት ሰብዓን ሽዱሽተን፣ ከምኡ ከኣ ብርጌድ ሃንደዛን እየን ነይረን። ኣብዚ ዓሰርተ ብርጌዳት ተዘርዚረን ኣለዋ። ንብርጌድ ዝደለኻ ቁጽሪ ሃባ ንጡፍ ተዋጋኢ ዓቕሚ ሰብ ህዝባዊ ግንባር ካብ ዓሰርተ፣ ዓሰርተ ሰለስተ ሽሕ ዝሓልፍ ኣይነበረን። ሕጂ መግለጺ ክረኽበሉ ዘይክእል ዓይነት ግን ነይርዎ። እዚ ቁጽሪ እዚ ንልዕሊ ሚእትን ዕስራን ሽሕ ክገጥም እንተኾይኑ ሓደ ን ዓሰርተ ወተሃደራት ክገጥም ነይርዎ። እዚ ቁጽሪ ዘምጽኦ ዘለኹ እትረሾ ምግናን ከይመስል ኢለ እየ። ኣብዚ ጽንኩር እዋን ህዝቢ ኤርትራ ብዘይ ዝኾነ ይኹን ሓገዝ ብመሪሕነት ህዝባዊ ግንባር ንበይኑ ክገጥም ነይርዎ። ብሓቂ ናይ ህላወ ሕቶ እዩ ነይሩ። እቲ ወራር ነርባዕተ ኣዋርሕ ብዘይ ምቁራጽ ማለት ካብ ለካቲት ዓሰርተ ሓሙሽተ ክሳብ ሰነ ሽሕን ትሽዓተ ሚእትን ሰማንያን ክልተን እዩ ተኻይዱ። ኣብዚ ህዝቢ ኤርትራ ዝለዓለ ዋጋ እዩ ከፊሉ። ኣብ ታሪኽ ቃልስና እቲ ዝለዓለ ቁጽሪ ስውኣት ሽዑ እዩ ተመዝጊቡ። ነዚ ንምንጽብራቕ እያ እምበኣር ነታ ሻዱሻይ ወራር ዝፈሸለላ ናይ መወዳእታ ዛዛሚት ዕለት ዕስራ ሰነ ንዘኽሪ ስውኣት ዝተሓረየት። ኣብ መወዳእታ ክትብሎ ትደሊ እንተሎ ኢለ ንስዩም ተወኪሰዮ ነይረ። ኣብ መወዳእታ ክብሎ ዝደሊ ታሪኽና ናይ ህዝቢ እዩ። ቃልስና ምሉእ ህዝቢ ኤርትራ ዝተሳተፎ ህዝባዊ ቃልሲ እዩ ነይሩ። መሰረት ህላወ ሓደ ህዝቢ ከኣ ታሪኹ እዩ። እዚ ውልቃዊ ናይ ኣረኣእያ ፍልልያት ፈጺሙ ክጸልዎ የብሉን። ንኣብነት ተጋደልቲ ይኹኑ ሓለፍቲ ተጋድሎ ሓርነት ኤርትራ ንናጽነት ኣይተጋደሉን እንተልካ ታሪኽካ ታሪኽ ህዝቢ ክሒድካ ማለት እዩ። ጸላኢኻ መሰረትካ ከፍርስ እንተደልዩ ታሪኽካ ከማጃሊሕ እዩ ዝፍትን። ስቕታና ደረት ክህልዎ ኣለዎ። ታሪኽና ከነዘንቱ ኣለና። ታሪኽና ይዝመት ኣሎ። መን ክማጎተልና ንጽበ ኣለና። ስእሊ ስዉእ ሓርበኛ ክቃጸል፣ ንናጽነትና ዝተቓለሰን ህይወቱ ዘወፈየን ዝኸፈለን ብሽፍትነት ክግለጽ ከሎ፣ ስቕታ እንተ መሪጽና ናይ ሓሶት ታሪኽ ክንደቕ ከሎ ኩረት ከም ዘቐበልና እየ ዝቖጽሮ። ልዕለ ሓያላን ኣብ ጎኖም ኣሰሊፎም ክንሶም ኣላሽ ኢሎም ዝተሳዕሩ ጀነራላት ደርጊ እኳ ኣብ ስቕታና ተወጢሖም ክግዕሩ ሰሚዕናዮም ኢና። እቲ ንዓለም ክልተ ግዜ ዘዛረበ ብየዋሃት ዝተረስዐ ኹናት ተባሂሉ ዝተናዕቀ ሓርነታዊ ቃልሲ ኤርትራውያን እኳ ጀነራላት ሶቬት ከይተረፈ ማሪኹ ናጽነቱ ብቕልጽም እዩ ኣረጋጊጹ። ስለዚ ነዚ ዘሕብን ታሪኽ ህዝቢ ኤርትራ ክንኮርዓሉ እምበር ምስ ዘመራስሕዎ ክንመጻደቕ ክልተ ሞት እዩሞ ዓገብ ጥራይ እየ ዝብል። ወደሓንካ።